እናመረሸኤ መንጎስ ቐትል ህይወትን ዝምሕር ሞትን እናመረሸኤ ዝምሕር ሞት ኣግሽዎ ናብቲ ዝሓሸ ዝምሕር ሞት ኣግሽዎ ናብቲ ዝሓሸ ኣያ ናጽነት ዝምሕር ሞት ኣግሽዎ ናብቲ ዝሓሸ ዝምሕር ሞት መሪጽዎ ናብቲ ዝሓሸ ዝምሕር ሞት

ኣብታ ትቕጽል ሕቶ ክንኣቱ፣ ሳልሰይቲ ሕቶ እያ፣ ጉዳይ ስዉኣት ብኸመይ ክተሓዝ ዝነበሮ ይመስለኩም? ኣብ መጻኢኸ ብኸመይ ክተሓዝ ብኸመይ ክተሓዝ ትብሉ? ካብዚ ዓመታዊ እነብዕሎኸ ካልእ እንታይ ክግበር ኣለዎ? እቶም ስውኣት ሲ ቤተሰቦም መጀመርያ ክብረት ዘለዎ ኑሮ ክነብሩ ክግበሩ ነይርዎም። ሂወት ናይ ናይቲ ሓደ ምቃል ስድራ ስለ ዘየለ እሞ ምህላዉ ከኣ ንህዝቢ ስለ ዝኾነ ተሰዊኡ ወይ ደሙ ኣፍሲሱ ፍሉይ ክብረት ክወሃቦም ነይርዎ ነቶም ቤተሰቡ ነቶም ስድርኡ ብክብሪ ከም ዝነብሩ ክብረቶም ዝሕሉ ናብራ ክነብሩ ክግበር ነይርዎ ብሓፈሻ ካልእ እውን ካልእ ሓለፋታት ከማን ናይ ናይ ትምህርቲ ድዩ ናይ ሕክምና ድዩ ዝኾነ ነቲ ናብርኦም ክሕግዝ ዝኽእል ሓለፋታት ክግበረሎም እውን ነይርዎ ማለት እዩ። እዚ ከመይ ገይሮም እዮም ክእለዩ ዘለዎም ናይ ሽዑ ዝተሰውኡ ወይ ብድሕሪኡ ውን ዝተሰውኡ እዞም ቆልዑ ማለት እዩ ሓደ ሕጋዊ ስርዓት ነይሩ ተዝኸውን ሲ ንኩሉ ስትራክቸር ገይሩ እቲ ሕግታት ኣንፂፉ እቲ ክሕገዝ ዘለዎ ንጹር ኮይኑ ዳሕራይ ሌላንጉ ሌላንግ ተገይሩ ገለ ከይበሃል ከማን ተሓታትነት እዚ እንታይ ዝበሃል እዚ ኣካውንታብሊቲ ኤንድ ትራንስፓረንሲ ብዘለዎ መንገዲ ማለት እየ እቲ ሕግታት ግሉፅ ኮይኑ ንኩሉ ዳሕራይ ከማን ተሓቲቱ ኣጠፋፍኣ ጸብጻብ ክህብ ዝኽእል ኣካል ተፈጢሩ እዚ ኩሉ ብግቡእ መንገዲ ክካየድ ይኽእል ነይሩ እዩ። ኩሉ ዘሕዝኑኻ እቶም ስድራ ቤት ናይ ስውኣት ብጣዕሚ ከምዚ ክተልዕልዮ ዝጸናሕኪ ሓንቲ በዚ ዕድል እዚ ክንዝክሮ ዘለና ንሳቶም ስውኦም ጥራይ ዘይኮነስ ቤተሰቦም ከማን እቲ ዝድለ ክብረት ዘይምርካቦም እዩ ብጣዕሚ ዘሕዝን። I think እታ ሕቶ ብትኽክል ሒዘያ ተድኣ ሃልየ ጉዳይ ስውኣት ከመይ ክኸውን ኔርዎ ን ብሕጂኸ ከመይ ክኸውን ኣለዎ then? ተወሳኺ ከኣ እቲ ዓመታዊ ነብዕሎ ጥራይ ካብኡ ካብኡ ንላዕሊ ከ ክንገብር ዶ ኣይንኽእልን ኢና ብኸመይ እንታይ ክግበር ኣለዎ ብጀካ እቲ ዓመት ዓመት Yep.
Okay. Yeah. እንታይ እዩ ከመይ ክኸውን ነይርዎ ዝብል ብዙሕ እንዲ ክግበር ወይ ክኸውን ዝግብኦ ዝነበረ ገለ ሕጂ ኣብ ርእሰይ ዝመፅዕንስ እንታይ እዩ መጀመርያ መጀመርያ ከመይ ክኸውን ኔርዎ ሲ እዚ ሱቕ ኢልካ ከም ናይ መስቀል ዑፍ ኣብ ሓንቲ መዓልቲ ጽቡቕ ን መዓልቲ ንዕኦም ትዝክረሉ ደዲኬት ክትገብር ወይ ከኣ ወሲንካ ከም ሓደ ሃገራዊ በዓል ክትገብር ግን ንሙስልይነት ዘይኮነ ወይ ከኣ ንህዝባዊ ሃልኪ ዘይኮነስ ናይ ብሓቂ ምስ ዝኸውን ዝበለጸ ምኾነ። እቲኣ መሰረታዊት እሳ ንዓኣ ናይ ብሓቂ ትገብራ ድማ እንታይ ክትከውን ነይርዋ መጀመርያ ሕድሮም ምትግባር እዩ ነይሩ። ሕድሮም ከኣ ከምቲ ኣቐዲምና ዝጠቐስናዮ እዩ ነይሩ። ሓርነትን ልኡላውነትን ዘለዎ ህዝቢ ምርግጋፅ እዩ። ወይ ከዓ ነቲ ህዝቢ ልኡላውነቱን ሓርነቱን ምርግጋፅ እዩ። ቅዋማዊ መንግስቲ ብምትካል ማለት ወይ ከዓ ብመንገዲ ሕገ መንግስቲ ነዚ ክገብሮ ኣይከኣለን ስርዓት እዚ ክገብሮ ከዓ ኣይደልን እዩ። ኣቐዲሙ ኩሎም ብፆተይ ክገልፅዎ ፀኒሖም እዮም። ሕድሮም ምትግባር እቲ ዝዓበየ ክግበር ዝነበሮ እዩ ማለት እዩ። ካልእ ታሪኽ ናይ ነፍሲ ወከፍ ስዉእ ክትረኽ እግባእ ኔሩ በቢ መድረኹ at least ዕስራን ትሽዓተን ዓመት ኮይኑ ኣሎ ሕጂ መዓልታዊ መደብ ተዋሂቡ ዋላ ካሊእ ደዲኬት ዝኾነ ቻነልስ ተፈጢሩ ንዑኡ ዝትርኽሉ ወይ ከኣ ንዑኡ ንህዝቢ ዝመሓላለፈሉ ክስታያት ምግባር ኣብ ነፍሲ ወከፍ ልቢ ህዝቢ ኤርትራ ክነብሩ ዝፈጸምዎ መስተንክራዊ ጅግንነት ክግለጽ ነይርዎ። እዚ እቲ ወንንት ናይ ቃልሲ መንፈስን ናይቲ ኤርትራዊ ተሓርበኝነት ኣብ ውሽጥና ምነበረ። ነዚ ስርዓት እዚ ከኣ ንየማነ ጸጋም ቀልባዕባዕ ከም ዘይብል ምገበሮ ነይሩ ማለት እዩ። እዚ ስርዓት እዚ ግን ኣዳፊንዎ ወይ ከኣ ታሪኾም ክግንጸልም ኣይደለዮን ማለት እዩ። ስለዚ እቲ ክግበር ዝነበሮ እዚ እዩ። ካልእ ሓወልትታት ናይ በዓል ፑሽኪን ወይ ካሊእ ሓወልቲ ምትካል ዘይኮነ ወይ ካሊእ ነገራት ንግዳማዊ ክስታያት ምግባር ምግልጋል ዘይኮነ ወይ ከዓ ምክዳም ዘይኮነ ስርዓት እዚ ነቲ ናይ ስዋኣትና ዝወደቁሉ ዕላማ እዩ ከገልግል ነይርዎ ስለዚ ሓወልቲ ብግቡእ ክተክለሎም ሓወልቲ ክሰርሓሎም ነይርዎ ኣብ ነብሲ ወከፍ ፈቐዶ ኩርናዓት ናይታ ሃገር ብዓበይቲ ክስታያት ድማ ኣስማቶም ተጻሒፉ ድዩ ዋላ ውን ብከምዚ ብስላይድ መልክዕ ምስ ምስሎምን ኣብ ነብሰካ ኣብ ናይ ሕልና ናይ ህዝቢ ክሰፍሩ ከም ዝሰፍሩ ክግበር ነይርዎ ማለት እዩ ካልእ እቶም ልዕሊ ምውታት ወይ ከዓ ትሕቲ ህልዋት ዘለዉ ስዋኣትና ኣይመን ስንኩላትና ናሃቶም ሕድሪ ከማን ኣሚን ናሃቶም ሓላፍነት ክስከም ይግባእ ኔሩ እዚ ስርዓትዚ ክስከም ኣይካኣለን ክስከም ኣይካኣለን ጥራሕ ደይኮነ ከማን ን እክለ ማይ ስለ ዝሓተቱ ጥራሕ ኣብ ጸርግያ ኢዩ ረሺንዎም ማለት ኢዩ ስለዚ እስታት ክግበር ኣይነበሮን ማለት ኢዩ ሕድሪ ስውኣት ዘኽብር ወይ ከኣ ብዛዕባ ስውኣት ዝግደስ ኔሩ እንተዝኸውን እዚ ስርዓት እዚ። ካልእ ንስድራ ስውኣት ማለት ወለዶምን ደቆምን ኢቭን ብጾቶም መቓልስቶም ማለት እዩ ህዝቦም ኣታሕዛ ከመይ ክኸውን ኔርዎ ዝብልም ሓደ ካልእ ክስታይ ማለት እዩ። እዚ ስርዓት እዚ ንኣብነት ከም ናይ በዓል ቢትወደድ ይኹን ካልኦት ብዝተፈላለየ ምስምስ ዝቐንጸሎም ቅድሚ ናጽነት ይኹን ድሕሪ ናጽነት እዚ ስርዓት እዚ ካብዚ ዓይነት ነውራም ዝኾነ ተግባራት ተቖጢቡ ናይ ብሓቂ እቲ ስድራቤታዊ መንፈስ፣ እቲ ቅንዕናን ግርህነትን ናይ ህዝቢ ኤርትራ ኣኽቢሩ እንተዝሰርሕ ነይሩ እውን ሓደ ካልእ ክግበር ዝነበሮ'ሞ ዘይተገብረ እዩ ማለት እዩ። ንኣብነት ንወለዶም እንተድኣ ኢልናስ፣ እዚ ስርዓት'ዚ በቲ መጀመርያ ዘውጽኦ ኣዋጅ መሰረት ዓሰርተ ሽሕ ዶላር ኢሉ ኣዋጅ ኣውጺኡ ዓሰርተ ሽሕ ብር ምስ ሃቦም ግን እንድያም ነቦን ነደን ከማን ክመቓቕሎም ፈቲኑ ማለት እዩ ስርዓት እዚ ንኣብነት ኣቦ ተዘይሃልዩስ ነደ ኣደ ስውእ ሓሙሽተ ሽሕ ህህባ ማለት እዩ ወይ ከኣ ቫይስ ቨርሳ ብኣንጻሩ እቲ ኣደ ተደይሃልያ ነቦ ሓሙሽተ ሽሕ ህህቦ እቲ ሓሙሽተ ሽሕ ከኣ ናቕፋ ወይ ከኣ ኣይ ቲንክ ብርድ ኢዩ ነይሩ እቲ እዋንቲ ብዶላር ኣይኮነን ኤኒወይ ዳሕራይ ምስተ ህዝቢ ምስ ፈለጦ እቲ ዝነበረ ኣዋጅን እቲ ስርዓት ዝገበሮን ኖ ህዝቢ ኣሚን ስድራ ቤት ስውኣት ኣይተኻሓሱን እዚ ደበሶም እዩ ዓይነት ቀይርዋ ማለት እዩ ንሱም እኹል ኣይነበረን ማለት እዩ። እዚ ስርዓት እዚ ክገብሮ ዝነበረ እንታይ እዩ? ሳስተይናብል ዝኾነ፣ ቀጻልነት ዘለዎ፣ ዘላቂ ዝኾነ ሓገዝ ክረኽቡ፣ ሓላፋታት ክረኽቡ፣ ከምቲ ኣቐዲማ ብጸይቲ ኤልሳ ዝበለቶ ክረኽቡ ግባእ ነይሩ ማለት እዩ። ከምዚ ንኣብነት ናይ ሕክምና፣ ማለት ወል ኣብ ኤርትራ እቲ ሕክምና ነጻ እንድበሃል ግን እቲ ኳሊቲ ናይቲ ሕክምና ክሳብ ክንደይ ጽብቅስታይ ኣለዎ ኩላትና ንፈልጦ ኢና ግን ሓለፋታት ክረኽቡ ግን ግባእ ነይሩ ቀጻልስ ክጥወሩ ግባእ ነይሩ ማለት እዩ ስድራቤት ስዋ ስለዚ ስርዓዚ ትካላዊ ዝኾነ ኣሰራርሓ ብምእታው እዚኦም ወለዲ ስውኣት ቀጻሊ ዝናበይሉ ዝእለይሉ ኣገባባት ወይ ከዓ ዕድላት ክፈጥር ነይርዎ ንደቆም እውን ከምኡ ማለት እዩ። ንኣብነት ብርኪ ክህቦም ይኽእል፣ ኣብ ብርኪ ከእትዎም ኣብ ተፈላለየ ትካላት ናይታ ሃገር ኣክን ነተን ትካላት ዝዓጽወን ካሊእ መተካእታ ትካል ከይገበረ ከም ድሰርሓ ክግበር ነይርዎ። ኣብ ዝተፈላለየ ዝግበር ንኣብነት ሕጂ ናይ ዕደናታት ናሃለ ኣብኡ ብርኪ ከም ዝህልዎም ይግበር ማለት እዩ። ሰብ ብርኪ ክኾኑ ድሓር እቲ ዲቪደንድስ ወይ ከኣ እቲ ብጽሒቶም ይረኽቡ ማለት እዩ። ስርዓት እዚ ግን እዚ ክረኽቡ ኣይኮነንሲ ነዚኣ ምድሪ ኸማን እግሮም መሊኦም ክረግጽዋ ኣይከኣሉን ማለት እዩ፣ ደቂ ስዉኣትን ወለዲ ስዉኣትን ማለት እዩ፣ ምኽንያቱ ብሒቝ ከይተረፈ ዝቈጻጸር ስርዓት እዩ ዘለና ማለት እዩ፣ መብራህቲ ከጥፍእን ክውልዕን ዝውዕል ህዝቢ ብዛዕባ እዚ ንኽሓስብ ናብዚ ደረጃ እዚ ኣውሪዱ ዘድህኽ ስርዓት እዩ ዘለና ማለት እዩ። ካብቶም ገዛእቲ ግዳማውያን ስርዓታት ዝበኣሰ ማለት እዩ። እዚ ስርዓት እዚ ክገብሮ ዝነበረ ብዙሕ እዩ ማለት እዩ። ኣብ ትምህርቲ ብስሩዕ ኣብቲ ታሪኽ ናይ ኤርትራ ናይ ስውኣትና ቅያታት ብስሩዕ ተሰሪዑ ክመሃር ክወሃብ ይግባእ ኔሩ ማለት እዩ። so ብቁጠባዊ መልክዕ ከኣ ከምዚ ዝብሎ ዘለኹ sustainable ዝኾነ ከምሱ ኢልካ ጫኑ ኣቢልካ ዘይኮነ እሱ እይተኸኣለን ከኣ ከምዚ ቀጻሊ መለመኒ ዝገብሮም ዘሎ ካብ መጀመርያ ናጽነት ኣትሒዙ ክንደይ ኤርትራዊ ኣሎ ኣብ ደገ ዝነብር ንስድራቤት ስዉኣትን ደቂ ስዉኣትን ክሕግዝ ዝደሊ ኣዚ ስርዓት እዚ ኣክንዲ ካብ ኣቶም እንዳሎቅመጸ ጅብኡ ዘሀጥር ብቀጥታ ነዚኦም ደቂ ስዉኣትን ስድራ ስዉኣትን ኣብ ደገ ምስ ዝነብሩ ኤርትራውያን ብምቁራን ወይ ከኣ ብምትሓዝ ቀጥታ ተጠቀምቲ ወይ ከኣ ብቐጥታ ከም ዝሕገዙ ክገብር ምኸኣለ ነይሩ፣ ቅንዕና ወይ ከኣ ሰናይ ድሌት እንተ ዝህልዎ ማለት እዩ። ከምኡ ግን ስለ ዘይብሉ፣ ህዝቢ ኤርትራ ካብ ሓንቲ ካብ ገዝኡ ወጺኡ ድኳን በጺሑ ክምለስ ከማን ዘይክእለሉ ኩነታት እዩ ዘሎ ማለት እዩ፣ ብግፋን ብማእሰርትን ብጭውያን ማለት እዩ፣ መጭወይትን። ስለዚ እዚ እዩ እቲ ክግበር ዝነበሮ ኢለ ዝሓስቦ ወይ ከዓ ዝኣምነሉ ኣነ። ካልኣይቲ ብሕጂ ከመይ ክኸውን ኣለዎ ንዝብል ድማ ወል ነዚ ሕጂ ክጠቕሶ ዝፀናሕኹ ከምዚ ክኸውን ነይርዎ ዝበልክዎ ንዑ እሱ እዩ ክኸውን ዘለዎ ንብሕጂ ክንገብሮ ዘለና ንስድራ ቤት ስውኣት ግቡእ ሞስኦም ክንህቦም ኣለና። ሓላፋታት ዝግብኦም እንተኾይኑ ሓላፋታት ከማን ክወሃቦም ክኽእል ኣለዎ ማለት እዩ። ቀፃልነት ዘለዎ ምእላይን ምጥዋርንም ክግበረሎም ኣለዎ። ከም ለመንቲ ወይ ከዓኒ ተቐበልቲ ኮይኑ ዝስምዖም ዘይኮነስ ዝመስ እሲ ጻምኦም እዩ ናይ ደቆም ዝወደቁሉ ዕላማ እዩ ስለዚ ኢንስቲቱሽናላይዝ ብዝኮነ ትካላዊ ብዝኮነ መንገዲ እዩ ክዋህቦም ዘለዎ ማለት እዩ ወይ ድማ ቀጥታ ብምትእስሳር ከኣ ከም ስድራቤታዊ ዝኮነ ምድግጋፋት እንኮላይ ዝግበረሉ ምስቲ ህዝቢ ቀጥታ ቻነል ምክፋት ከድሊ እዩ ማለት እዩ ካልእ ታሪኾም ምድማቕ፣ ታሪኾም ምኹላዕ፣ ታሪኾም ምንጋር፣ ምትራኽ ብስሩዕ ትምህርቲ ከማን ከም ዝወሃብ ምግባር ሓደ ካልእ ክስታይ ማለት እዩ። ብኣጠቓላሊ እቲ ንሳቶም ዝወደቑሉ ዕላማን ዝነበሮም ሕልምን ምትግባር እቲ ክግበር ዘለዎ እዩ ማለት ስለዚ ኣብቲ ዝርዝር ተኣቲና ብዙሕ ክግበር ክኣል እዩ ማለት እዩ እሱ እንድሕር ድኣ ንትካላትን ንህዝብን ገዲፍካዮ ህዝቢ ባዕሉ ከመይ ጌሩ ክውልዖን ከድምቆን ከም ዝኾነ ዘጠራጥር ኣይኮነን ማለት እዩ ናይ ዝተፈላለዩ ሃገራት ፋሕ ኢሉ ዘሎ ኤርትራዊ ዝተፈላለዩ ተሞክሮታት ኣለዎ ብኸመይ ስውኣትና ኣብ ሕልናናን ኣብ ልብናን ከም ዝሰፍሩ ከም ንገብር ባዕልና ንፈልጥ ማለት እዩ። ንኣብነት ጎዳናታት ኩሉ ባስማት ስውኣትና ከም ዝጽዋዕ ክትገብር ትኽእል። ዝተፈላለየ ትካላት ቤት ትምህርታት ገለ ብኣኣቶም ክስታ ክትከፍት ትኽእል ኣስማት ብዙሕ ክግበር ዝኽእል ነገራት ኣሎ። ዋላ እውን ስድራ ቤት ስውኣት ወይ ደቂ ስውኣት ከም ማሕበር ኣደራጂኻ ማለት ወይ ከኣ ኣቑምካ ዝኾነ ኣብ ትካላዊ ንጥፈታት በብቲ ክነጥፍሉ ዝደልዩ ዓውዲ ከተንጥፎም ወይ ከዓ ከተንቀሳቐሶም ከተሳትፎም ትኽእል ማለት ስለዚ ጥራሕ እቲ ንዕኡ ንኽንገብር ዘኽእለና ባይታ ንምፍጣር ነዚ ስርዓት እዚ እሞ ብሓባር ኮይንና ንእለዮ፣ እቲ ከኣ ከም ንገብሮ ዘጠራጥር ኣይኮነን ማለት እዩ። ካልእ ዓመታዊ በዓል ምግባር ጥራሕ እኹል ድዩ? ካልእ ክግበር ኣይነበሮን? ዝከኣል ኣይነበረን ድዩ? Well ሓደ ዴዲኬት ዝኾነ ዓመታዊ በዓል የድሊ። ዓመት መጸስ ስውኣትና ንምዝካር ከም ሓንቲ ረዛን ዕዝዝቲ ዝኾነት ሃገራዊት በዓል ሓንቲ ዕለት ትህልወና። እታ ዕለት እቲኣ ምናልባት በቲ ቅዋም ናይ ኤርትራ መሰረት ኣብኡ ክነስፍሮ ንኽእል ኢና። መዓስ ትኹን ገለ ዝብል ኖት ነሰስርሊ ዕስራ ሰነ ምኽንያቱ ኣብኡ ምናልባት ሰባት ዝተፈላለዩ ስክፍታታት ወይ ከኣ ስምዒታት ክህልዎም ስለ ዝኽእል ናቱ ስርዓት እዚ ንምንታይ እዩ ዕስራ ሰነ መሪጽዋ ገለ ብዙሕ ተፈላለየ ትንታነታት ይመጽእ እዩ ምናልባት ግን ኣብኡ እሱ ናብቲ ህዝቢ ኣውሪድካ እቲ ህዝቢ ብሓደ ኮንሰንሰስ ወይ ከዓ ብናይ ሓባር ስምምዕ ወይ ርድኢት ክውስን ይኽእል እዩ ኣትሊስት ግን ሓንቲ መዓልቲ ከተድልየና እያ ኪንኡ ግን መዓልታዊ እተፈላለየ ንጥፈታት ብምግባር ነዚ መዓልቲ ናይ ሰማእታት ከነኽብሮ ንኽእል ኢና ማለት እዩ። ንኣብነት ገረብ ስዉእ ብምትካል በቲ ሃገርና ነገርም ነመልክዕ በቲ ከኣ ብናይ ነብሰወከፍ ስዉእ ሽም ገረብ ብምትካል ስውኣትና ቀጻሊ ኣብ ሕልናና ከም ዝነብሩ ኣብ ርእስና ከም ዝነብሩ ክንገብር ንኽእል ኢና ማለት እዩ። ኣብ ዝተፈላለየ በዓላት ሕድሪ ዝኽሪ ሰማእታትን ብምግባር እዚ ከማን ዋላ እቲ ስርዓት ብጣዕሚ ኣምሰሉ እንድዩ ክሽቅጥ ይገብሮ እዩ ንሱ ግን ንሕና ብተግባር ወይ ከኣ ንግብራዊ ተግባር ክንገብሮ ክንክእል ኣለና ማለት እዩ። ካልእ እዚ ንስዉኣትና ዝወደቑሉ ዕላማን ናይ ስዉኣትና ክብርን ዝትንክፍ ዝተፈላለየ ዘይሓላፍነታዊ ዝኾነ ኣበሃህላ ወይ ኣገላልጻ ኣስዊልካ ጠገለ ዘይብሉ ኣብ ተፈላለየ ክሳይ ዝበሃል ነገራት ንዕኡ ከም ህዝቢ ኩላትና ብሓባር ዋላ ውን እቶም ናይቲ ስርዓት ከደምቲ ይኹኑ ዋላ ደለይቲ ፍትሒ ነዚ ብሓባር ክንኩንኖ ይግባእ። ሕድሪ ስውኣትና ብእኡ ክስታ ክንገብሮ ንኽእል ማለት እዩ። ኣትሊስት ሪኮግናይዝ ብምግባር ኣፍልጦ ብምሃብ ብኣንጻሩ ከምዚ ዘይረብሕ ዕላማ ወይ ከዓ ዘይከውን ነገር ከም ዝተሰብኡ ጌርና ክንገልጾም ወይ ከዓ ከምኡ ጌርና ከነቐምጦም ግቡእ ኣይኮነን ወይ ከዓ ሓላፍነታዎም ኣይኮነን ማለት እዩ። ቀጻሊ መንፈሶም ከነዕርፎ ይግባእ። ስለዚ ኣብ ዝተፈላለየ ክስታያት ብምግባር ማለት እዩ ከምዚ ዝበልኮ ዝተፈላለየ ኣክቲቪታትም ብሽም ስዋኣት ክንገብር ንኽእል ኣብ ተፈላለየ እዋናት ኤቭሪ ስሪ ማንዝ ድዩ ኤቭሪ ማንዝ ድዩ ገለሲ ስፖርታዊ ንጥፈታት ድዩ ካሊእ ዝተፈላለየ ንጥፈታት ንኣብነት ናይ ጉዕዞ ከምዚ ናይ ቱሪዝም ነገራት ክንገብር ንኽእል ብዙሕ ነገር ክግበር ከኣል እዩ ማለት እዩ ኖት ጀስት ሓንቲ ኣብ ዓመት ሓንቲ መዓልቲ ጥራሕ ዘይኮነ ማለት እዩ ናብ ብጾተይ ከሕልፋ ምናልባት ኣነ ከየንውሓልኩም እቲ።
ኤፍሬም ጽቡቅ ጌሩ እንድዩ ኩሉ ተንቲንዎ እቲ ክግበር ዘለዎ ወይ ከኣ እቲ ኣብ መዓልቲ ኣብ ዓመት ሓንቲ መዓልቲ ምዝካርሲ እኹል ድዩ ካብኡ ሓሊፍና እንታይ ክንገብር ንኽእል ዝብል ነገር እንድዩ ብወገነይ እኹል ኣይኮነን እየ ዝብል እቲ ቀዳማይ ዕላማ ናይ ስውኣት ዝነበረሲ ሕድሪ ናይ ስውኣትሲ ህዝቢ ክረህዎ ፍትሓዊት ሃገር ንምትካል እዩ ነይሩ እሱ ኣይኮነን ነዚ ንኸይንገብር ከልኪሉና ዘሎ ስርዓት ምልጋስ እቲ ቀዳማይ ናቶም ሕድሪ ምትግባር ኮይኑ ይስምዓኒ ሕጂ ኣብዚ ክንዛረብ ከለና ምናልባት ኣነ ክዛረብ ከለኹ ነቲ ስርዓት እዚ ክገብር ኣለዎ እዚ ክገብር ኣለዎ ዘይኮነሲ እቲ ስርዓት ከምዘይገብር ኣረጋጊፅና ኣለና እቲ ኣብዚ ክንዛረብ ከለናስ ንህዝቢ ኤርትራ ኢና ንዛረብ ህዝቢ ኤርትራ ሕድሪ ናይ ስዋኣትካ እዚ እዩ ነይሩ ሕድሪ ናይ ስዋኣትካ ተጠሊሙ ኣሎ በዚ ጉጅለ እዚ ሕድሪ ናይ ስዋኣትካ ክትግበር እንድሕር ኮይኑ እዚ ክንገብር ኣለና ኢና ንዛረብ ዘለና ማለት እዩ ሕጂ ከምዚ ኤፍሬም ክብሎ ዝጸንሐ ዓመት ዓመት እኹል ኣይኮነን ቀዳማይ ነገር ኣብዚ ክንዛረብ ከለና ምናልባት ስዋኣትን ደቂ ስዋኣትን ክንብል ከለና ኣብቲ ብረታዊ ቃልሲ ዝተሰውኡ ተጋደልቲ ጥራይ ኣይኮነን ጽቤ ናክሳይ ክንገብሮ ዋላ ኣብዚ ዳሕረዋይ ናይ ዶብ ኩናት ምስ ኢትዮጵያ ዝተገበረ ብዙሕ መንእሰያት ዝኸፈልናሉ ዘየድላይ ኩናት እውን ብዙሓት ስዋኣት ኣለውናን ደቂ ስዋኣት ኣለውናን ካብቲ ካብቶም ቀዳማይ ቀዳሞት ስዋኣትን ደቂ ስዋኣትን ብዝኸፍአን ዝሓየለን ኣብ ዘሎ ስርዓት ቪክቲም ዝኾኑ ማለት እዩ ቀዳማይ ኣነ ከም ከም ኤርትራዊ ሲ እንታይ ክግበር ኣሎ ብዛዕባ ስውኣት ክሲ ቀዳማይ ነገር ክንደ እዮም ስውኣት ኤርትራ ስውኣት ኤርትራ ካበይ ናበይ እዩ ኣብ ህዝባዊ ግንባር ጥራይ ተሰውኡ ድዮም ኣብ ተጋድሎ ሓርነት ጥራይ ተሰውኡ ድዮም ቅድሚ ተሰውኡ ድዮም ብዙሕ ነገራት ኣሎ ዋላ እቲ ኣሃዝ ሕጂ ቅድሚ ናጽነት ተሰውኡ ስሳን ሓሙሽተን ሽሕ ንብል ኣብዚ ናይ ዳሕረዋይ ኩናት ከኣ ዓሰርተ ትሽዓተ ሽሕ ይብል እቲ ስርዓት ዘውጽኦ ወቅሳይ ማለት እዩ እዚኸ ልክዕ ኣሃዛዊ ድዩ ኣይኮነን ምክንያቱ ንፈልጦም ቤተሰብ ኣለዉ ኣብቲ ገድላዊ ናጽነት ተሰዊኦም ዘይተነገሩ ግን ኣለዉ ሕጂ እቲ ቀዳማይ ከም ህዝቢ ኤርትራ ክንገብሮ ዘለናሲ ከም ህዝቢ ስውኣትና ክንምዝግብ ኣለና ስውኣትና ክንፈልጥ ኣለና ስውኣትና ክንደይ ይብዝሑ ክንፈልጥ ክንክእል ኣለና ዶክመንትሪ ክንገብሮ ክንክእል ኣለና እዚ ካብቲ ዓብይ ክሳይ ትገብር ዘሎ ክግበር ዘለዎ ምእንቲ ዝሃገር ምእንቲ ህዝቢ ዝወደቐ ስውእ እቲ ግቡእ ክብርን እቲ ግቡእ ቦታን ክወሃቦ ክኽእል ኣለዎ ሓደ መዓልቲ ኣብ ዓመት ዕስራ ሰነ መፂኻ ሽምዓ ወሊዕካ እቲ ዝተሰውኡሉ ዕላማ ስሒትካ መዋጽኢ ገንዘብ መእከቢ ገንዘብ ትጥቀመሉ ተኾንካ እዚ ሕድሪ ስውኣት ትግበር ማለት ኣሎ ኣይኮነን። ካብዚ ሓሊፉ ግን እቲ ስርዓት ኣብ ምንታይ ወዲቑ ኣሎ እቲ ክብሪ ናይቶም ስውኣት ንምህሳስ እቲ ዕላማ ናይቶም ስውኣት ንምህሳስ ዝተፈላለየ ኩነታት እንዳገበረ ካብኡ ሓሊፉ ነቲ ናይ ስዋኣት ክብሪ ከህስስ ይሰርሕ ኣሎ ማለት እዩ። እዚ ሓደ ካብቲ ዓቢ ዘንጸላልወና ዘሎ ሓደጋ እዩ። እዚ ውን ክንሰርሓሉን ክንጥንቀቀሉን ዘለና እዩ። ኣብዚ ንነብረሉ ምዕራባዊ ዓለምሲ ኣብ ቀዳማይ ዓለም ኩናት ዓለም ይኹን ኣብ ካልኣይ ውግእ ዓለምሲ ዝተሰውኡ ሓወልትታት ኣሎ ሽም ኣሎ ኣብቲ ፅርግያት ኣብቲ ሓወልቲ ተፃሒፉ ጎደናታት ብሽሞም ይፅዋዕ በቶም ስዋኣት ብዙሕ ነገራት ዝግበር ኣሎ ዓመት ዓመት ዝተፈላለየ ምልክታት ዘለዎ ይግበር እዩ ኣብ ኤርትራ ግን እቲ ዝበዝሐ ስውእ ዘለዎ ሃገር ክንሳ እሞ ከዓ ናይ ቀረባ ናይ ሕጂ ኣብ ግዜና ካብ ኣእምሮና ዘይጠፍኡ የሕዋትና ዝተሰውኡ ነዚኦም ኣብ ዓመት ሓንሳእ ዘይኮነሲ መዓልታዊ ክንዝክሮም ዝግባኣና ነዚ ንምግባር ከዓ ዘይንፈልጦም ብሽክን ወዲ ብሽክን ኣምፂኻ ሓወልቲ ኣብ ማእኸል ከተማ ምትካል እቲ ሓደ ንገዛእ ርሱ መርኣያ ንዕቐት እዩ ሕጂ ክቕየር ዘለዎ በንፃሩ ነፍሲ ወከፍ ኩርናዕ ነፍሲ ወከፍ መገዲ ነብሲ ወከፍ ጎደና ብሽም ስውኣት ክጽዋዕ ክኽእል ኣለዎ። ነብሲ ወከፍ ከተማ፣ ነብሲ ወከፍ ገጠር ስውእ ከፊላ እያ። ነብሲ ወከፍ ስድራ ስውእ ከፊላ እያ። ነዚ ነገራት እዚ መዓልታዊ ንዝክረሎም ኩነታት ክፍጠር ክኽእል ኣለዎ። ናይ ግድን ኣይኮነን ተኣኪብና ሽምዓ ስለ ዘዋጻእና ስለ ዝወላዕና ተኣኪብና ገንዘብ ስለ ዘዋጻእና ኣይኮነን። ኣብቲ ካልእ እቶም ዘለዉ ደቂ ስዉኣት ከ እንታይ ክግበረሎም ኣለዎ ከም ሃገር ንዝብል ነገራት ዝገብር መንግስቲ ስለ ዘይብልና ስርዓት ስለ ዘይብልና እምበር ዝግበርስ መሊእ እዩ ግን ንዕኡ ደተግብር ስርዓት ሕጊ ግን ክንተክል ክንክእል ኣለና እምበር ደቂ ስዉኣት ዳ ንሪኦም ኣለና ኣብ ካልእ ሃገራት ሲ እንደይ ነብሶም ክኽእሉ ኣለዎም ብመፅወታ እኳ ይንበርን እዩ ሓደ ሰብ ነብሱ ክኽእል ኢኻ ተታባብዖ ነብሱ ክኽእል ኢኻ ትሕግዞ እምበሪ መዋእሉ ምሉእ ኣብ ምጽወታ ካብ ደገ ካብ ዘይፈልጦም ሰባት ተላኢኽልካ ሚእቲ ክልተ ሚእቲ ዶላር ኣብ ወርሒ እንዳሰደድካ ዝቕየር ሂወት እውን የለን እዚ እውን ኣይኮነን መብጽዓ ናይ ናይ ስውኣትና ስለዚ ብሓፈሽኡ ከም ህዝቢ ከም ሃገር ብዙሕ ስራሕ እዩ ዝጽበ ዘሎ ነዚ ኩሉ ዓንቂጽና ዘሎ ግን እቲ ኣብ ኤርትራ ዘሎ ስርዓት ስለዝኾነ ናይ ሰማእታትና ሕድሪ ከነተግብር ተኾይንና ብቀዳማይ ክብሮም እዚ ግዜ ዘሎ ስርዓት ከልግስ ክኽእል ኣለዎ ዝብል ርእይቶ እዩ ዘለኒ። የቀኔለይ። እዛ ሕጂ ክትብሉዋ ዝጸናሕኩም ከኣ ኣነስ ናይ ብሓቂ እያ ትስምዓኒ እዛ ኣብ መወዳእታ ዝተገብረ ንስድራቤት ስውኣት ኣብ ደገ ዝነብሩ ኤርትራውያንሲ ንነፍሲ ወከፍ ስድራ ክሰዱሎም ከይዶም ክረኽብዎም ይኸዱ ነይሮም ክሳብ በዓል ባሮንቱ ገለ ደስ ዝብለካ ናይቶም ኤርትራውያን ዝገብርዎ ኣስተዋጽኦ እቲ መንግስቲ ክገብሮ ዝግብኦስ እቲ ህዝቢ ሓላፍነት ወሲዱ ክገብሮ ከሎ ጽቡቕ ብመንጽር ክትሪኦ ከለኻ ናይቲ ተቐባሊ ግን ብጣዕሚ ኣነ ሕማቕ ዝስምዓኒ ከም ለማኖ ዓይነት ምሽ ኣሎ ከምኡ ዓይነት ስምዒት ይሓድረኒ ብጣዕሚ ሕማቕ ትስምዓኒ ነይራ ጠቒስኩማ ጽብቕቲ ደስ ትብል ድሓር ካብቲ መጀመርያ ክኸይድ ክትብልዎ ጸኒሕኩም ኩልኹም እታ መጀመርያ ሕድር ናይ ሰዋእትና ከነተግብር እንድሕር ኮይኑ ኩላትና ነቲ ኩሉ ዓይነት ፍልልያት ገዲፍና ተቓሊስና ነቲ ዲክታተራዊ ስርዓት ኣሊና ዲሞክራሲያዊ ስርዓት ምእላይ ናቶም ሕድሪ ናይ ደቆም ዝሓለፉሉስ ሕድሪ ኣተግቢርና ኣለና ኢለ ይገልጻ እዚኣ ቀዳመይቲ ክትከውን ግብኣ ክንገብሮ ዝግብኣና ካልእ ዓብዪ ስራሕ ዘድልዮ ነገር እዩ ዘለና ምክንያቱ ስውኣት ክንብል እንከለና ከምዚ ድበዝሕ ግዜስ ብዶኩሜንት ዳርጋ ክንርኢ ከለናስ ድበዝሕ ናይ ህዝባዊ ግንባር ተጋደልቲ ኢና ንርኢ እዚ ግን ክኸውን ኣይግብኦን ካብ ኣርባዓታት መስዋእቲ ዝኸፈሉ ካብ ዓብደል ቃድር ከቢር ኣትሒዝካ ስውኣት ኣለውና ካብኡ ኢና ክንጅምር ካብቲ ኣርባዓታት ኣትሒዙ መገሻ ክነቅል ከሎ ዓብደል ቃድር ከቢረ ብኣፄ ሃይለስላሰ ዝተቐትለ ካብኡ ኣትሒዝካ ናይዚኦም ኩሎም ፅፉፍ ዝኾነ መፅናዕቲ ተኻይዱ ናይዞም ኩሎም ኣብ ተጋድሎ ሓርነት ኤርትራ ዝተሰውኡ ብድሕሪኡ ኣብ ህዝባዊ ግንባር ደሓር ኣብ ሜዳ ዝወፈረ ጥራሕ ደይኮነስ ክንደይ ሓፋሽ ውድባት እዚ ኩሉ እዚ ናይ ኮማንዶ ክስራሕ ክንደይ ቅያታት ዝሰርሑ ሓፋሽ ውድባት ኣዴታት ኣቦታት መንእስያት ናይዚኦም ከማን ተዓቢ ዝተዓበጠ ታሪክ ኣሎ እዚ ከማነይ በብሓደ ኣብተን ዓድታት ኬድካ ከይሓለፉ እንከለዉ እቶም ኣብኡ ዝነበሩ ተጋደልቲ ኮኑ ሓፋሽ ውድባት ዓቢ ስራሕ እዩ ዘለና። ናይዚ ብምሉኡ ታሪኽ ኣስማት ክንጽሕፎ ነቶም ሰብ ሞያ ማለት እዩ ናይ ታሪኽ ተመራመርቲ ድዮም ገለ ገለ ድዮም ዓቢ ስራሕ ከም ዘለዎም ሓላፍነቶም ከነሰክሞም ይግባእ ማለት እዩ። ብድሕሪኡ ከኣ ነዚ ናይ ኤርትራን ኢትዮጵያን ኲናት ዝሓለፉ መንእሰያትና ዘይተደልየ ኲናት ሓንቂቖም ክመሃሩ ክዓብዩ ክብልጽጉ ዝግብኦም ኣብ ዘይተደልየ ኩናት ተጠቢሶም ዝጠፍኡ መንእሰያት ናይዚኣቶም ውን ማለት ዩ። ሕጂ ክኸውን ዝግብኦ ኢልና ንድሕሪት እንድሕር ኬድና ዳርጋ ናይቶም ድበዝሑ ስድራቤት የለውን ሓሊፎም ዮም። ግን ዋላ እቶም ስድራቤት ይሕለፉ እቶም ኣሕዋት ከማን ኣነ ክድበሱ ኣለዎም እየ ድብል። ልክዕ ከምዚ ኢሰያስ ዝገበሮ ኣቦ እንድሕር መይቱ ነታ ኣደ ጥራሕ ዝወሃባ ዘይኮነስ ዋላ ኣቦን ኣደን እንተዘይሃልዮም ከማን እቶም ኣሕዋት ውን ከም ሓዊ ከም ኣያ ኮይኑ ፍቅሪ ክህቦም ክምህሮም ኣብ ናትና ኣተዓባብያስ ኣቦኻን ኣዴኻን ጥራሕ ኣይኮኑን ዝሕግዙኻ ኣሕዋትካ ውን ይሕግዙኻ እዮም ዓቢ ሓውስ ንኣሕዋቱ ውን የዕቢ እዩ እዚኦም ውን ክሕገዙ ስለ ዘለዎም ዋላ ኣቦን ኣደን ዘይሃለው እቶም ውላድ ውን እንድሕር ሃልዮም እንተደኣ ክሕገዙ ዝግብኦም ናይ ስራሕ ዕድላት ደይብሎም ድሑር ኮይኖም እዚኣቶም ውን ክሕገዙ ይግብኦም ነይሩ ካልኣይ ከማን ከም ተሓሲቡ ውን ነይሩ እዩ ንኣብነት እተን ካብ ሜዳ ሒዝናየን ዝመጻና ትካል ኣዴን ወይ ድማ እቲ ኣብ ኣስመራ ዝጸንሓና ከምዚ ናይ እንዳ በዓል ሜሎቲ ገለሲ ከምዚ ብርክታት ውን ክወሃቦም ተሓሲቡ ነይሩ ግን ኢሳያስ ስለ ዘይደሊ ኣይተገብረን ማለት እዩ ሕጂ በቲ ናቶም መናብሮ ብጽቡቕ ክነብሩ እንድሕር ኮይኑ ሳሰይ ነብል ዝኾነ ከምቲ ኣቐዲሙ ኣምሓ ድበልዎም ብርክታት ኣብቲ ናይ ኤርትራስ መዓት ስራሓት ኣሎ በዚ ኩሉ ናይ ማዕድናት ዲኹም ክትብሎም ዋላ ትካላት ድዩ ብሕጂ ሓደሽቲ ትካላት እውን ክግበሩ ክእሉ ካብዚ ሕጂ ቀሲኖም ምታን ክነብሩ ኩሎም እቲ ዝሕዝዎ ብርኪ ከማን ስቕ ኢልካ ቁሩብ ዘይኮነስ ብጽቡቕ ከንብሮም ዝኽእል ብዘይ ስክፍታ ማለት እዩ ኣብ ክሳራ ዋላ ተኣትዩስ ንዕኦም ክጸልዎም ብዘይክእል ዋላ ገለ ኣጋጢሙ ከማን ስኒ ከምዚ ክሳብ መወዳእታ እቲ መንግስቲ ሲ ሕቖ ክኾኖም ከም ዘለዎ ከምዚ ክግበር ምበልኩ ካልኣይ ከኣ ክንዚ ኣብ ምንጋር እውን ዘይተነግሩ ኣለዉ ወላ ናይ ህዝባዊ ግንባር ተጋደልቲ ኮይኖምሲ ዘይተነግሩ ስድራቤት ስውኣት ኣለዉ። እዚ ከኣ ክልተ ሞት እዩ። ውላዶም ስኢኖምሲ መሊሶም ከኣ ኣብ ምጥርጣር ኩሉ ግዜ ከይተሓጎሱ ዝኸዱ ስድራቤት ኣለዉ። እዚኦም ከኣ ብምሉኡ እቲ ታሪኽ ርኢኻ እቶም ድበዝሑ ዘይተነገሩ ከማን ዝተቐንጸሉ ገለ ገለ ክኾኑ ይኽእሉ እዮም። ሕጂ እዚኦምሲ ክልተ ገድሊ ዝተጋደሉ ሰባት እዮም ማለት እዩ። ንዲሞክራሲ ሓቲቶም ፍቓድ ናይ ኢሳያስ ወይ ከዓ ኣብቲ እዋን እቲ ዘየድሊ ሕቶታት እዩ ዝበሃል ማለት እዩ። ግን ኣድላዪ ሕቶ ነዚ ክሳብ ሕጂ ከጽንሓና ዝኽእል ዝግብኦ ከማን ኣይመጽንሓናን ነይሩ ናቶም ሕቶ እንተዝምለስ። እዚኦም እውን ዘይተነገሩ ስለ ዘለዉ ንስድራቤቶም ዋላ ስድራቤቶም እንተዘይሃለዉስ ክንገር ነቲ ወለዶ ክንገር። ክንገረሎም ማለት እዩ ታሪኮምን ገለመለን ካልእ ካኣ መወዳእታ ነቲ ስርዓት ምስ ኣለና ካብ ባዓል ናይ ባዓል ፑሽኪን ገለመለታት ዘይንፈልጦም ሰባት ሓወልቲ ምትካል ኣብ ዝበዝሕ ግዜ ክረእ እንከሎ ናይቶም መራሕቲ ሓለፍነት ዝነበሮም ገለ ኢካ ትርኢ ሓወልትታት ክስራሕ ብናተይ ምርጫ ግን ኣነ እንታይ በልኩ ከምዚ ናይ ሰማእታት ፓርክ ጌርካ ሓደ ዓቢ ፓርክ ቀጠልያ በቃ በዚ ጽቡቅ ልሙዕ ዝኾነ መሬት ጌርካ ከም ናይ ብምሉኦም ካብ መጀመርያ ዝተሰወ ክሳብ መወዳእታ ናይ ነፍሲ ወከፎም ነናቶም ከምዚ ዝግንጸል ዓይነት ምሽ ኣሎ ብቴክኖሎጂ ምዕብል ዝበለ ኮይኑ ስእሊ ናቱ ይህሉ ፍቲ ሓወልቲ ናይቲ ስውእ ኣብኡ ነታክስታይ ምስ ከፈትካያ ከዓ ካብታ ዝተሰወኣል ካብታ ዝተሰለፈላ ዕለት ዓቢ ስራሕ እዩ ደኣ እምበሪ ክሳብታ ግዜ መስዋእቱ ዝገበሮ ኣበርክቶ ብምሉኡ ከም መጽሓፍ በቃ ከም መጽሓፍ ከፊትካስ ታሪኽ ናይቲ ውልቀ ሰብ ስዉእ ዘለልታ ትገብር እዚ ሕጂ ከም ከም ክትነግድ እውን ትኸይድ ከም መዓልቲ ስዋእሲ ምስኦም ከይድካ በቃ ንድሕሪት ተመሊስካ ምስኦም ከተዕልል ስእሎም እንዳረኣኻ ከፊትካ ከዓ ክፈልጥ ዝደለኻ ብምሉኡ ታሪኾም ካብኡ ትረኽቦ ማለት እዩ ኩሉ ዝገበሮ ኣበርኩቶ ምክንያቱ ኩሉ ግዜ ናይ ሓለፍቲ ጥራሕ እቲ ዝገበርዎ ጅግንነት እዩ ዝግለፅ ነብሲ ወከፍ ተጋዳላይ ግን ኣብታ ኩናት እዚኣ ኣብታ ኩናት ተዓፃፂፉ ፍሉይ ዝሰርሓ ታሪክ ናትና ታሪክ እንተዝምዝገብ ኣብ ዓለም እውን ኣይትረክቡን ኢካ ብዙሕ ምትዕፅፃፍ ብዙሕ ነገር ናይ ሂወት ምድሓን ብዙሕ ነታ ሓንቲ ቡምባ ከመይ ጌርካ ሓሊፍካ ነቲኣ ንሓደ መስዋእቲ ድሒንካ እንታይ ትገብርሲ ዝተፈላለየ ታሪኽ ኣሎ ነዚ ግን ሕጂ ይሓልፉ ኣለዉ ነቲ ታሪኽ ዝፈልጥዎ ሰባት ኣብ ከባቢኻ ዘለዉ እንዳሓተትካ ናይ ኖት ምግባር በቃ ኣብ ድያሪ ምጽሓፍ ክንላማመድ ክንክእል ሽዑ እዚ ኩሉ ኣብ ታሪኽ ኣስፊርና ኣብቲ ፓርክ በቃ ብቀጠልያ ዝተሸፈነ ኮይኑ ሓጹር ዘለዎ ኮይኑ ናይ ኩሎም ካብ መጀመርያ ክሳብ መወዳእታ ክሳብ እዚ ናይ ኩናት ኤርትራን ኢትዮጵያን እሱ ጥራሕ ዘይኮነ እዞም ኩሎም ኣብ ቤት ማእሰርቲ ውን ዝሓልፉ ዘለዉ ከይተረፈ ከማን እቲ ኩሉ ስቅያት ዘሕለፉ ውን እቲ ኣቐዲሞም ዝገበርዎ ጅግንነት ብምሉኡ ነዚ ኣብ ሓንቲ ሰናይ ሰማእታት ፓርክ ኢልካ ኣ ናተይ ድሌት እዩ ከመይ ተበልዎ ከመይ እቲ ህዝቢ ይልግፎ ኣይፈልጥን ብከምዚ እንተ ንገብር ደስ ይብለኒ ይኣኽለኒ መስለኒ። ጽቡቅ ድልየት ጽቡቅ ሓሳብ ትርሓስ። Thank you thank you። ብኣጠቓላሊ
እቲ እተን ዝነበራኒ ሕቶ ኣብዚ ዛዚመ ኣለኹ ግን ሎመዓልቲ ነዛ ስውኣትና ዘውፅዋ ክብርን ሞጎስን ንክንህብ ሕድሮም ከመይ ኣሎ ሕድርና ከነሐድስ እንድዩ ቅድሚ ምውዳእና ግን ኩሉኹም ዘለኩም ትርሓስ ናይ ህዝባዊ ግንባር ኤልሳ ናይ ተጋድሎ ሓርነት ኤርትራ ክልቲኹም ኣሕዋትና ከዓ ትፈትዎም ካብ ዓይንኹም ሲ ሕጂ ክንጠቕሶም ኣለና ትብልዎም ስውኣት ተለውኹም ንዓኹም ዕድል ክበኩም። ሰለስተ ሰባት ክጠቅስ ሕጂ ብሓንጎለይ ክረኣዩኒ ዝጸንሑ ማለት እዩ። ሓንቲ ስውእቲ ኣብርሀት ሮዛ ኢልና ኢና ንጽውዓ ነርና። ስለምንታይ ኢና ሮዛ ንብላ ነርና ታሪኽ ኣለዎ ናይ በይኑ። ግን ኣብርሀት ቦዛ ኢና ንብላ ነርና ኣብ ገድሊ ምስ ተሰለፈት ብዙሕ ዓመታት ኣይጸንሐትን ተሰዊኣ ግን እቲ ኩሉ ግዜ ኣብ ሓንጎለይ ተሪፉ ማለት እዩ መስተውዓሊት ጥዕምቲ ዘይትጓዳእ ግን ከኣ ተባዕ እቲ ኩሉ ካምቢነሽን ናይ ሓደ ልዕሌኻ ትሪኦ ሰብ ከምኡ ኮይና ትስምዓኒ ነይራ ማለት እዩ። ብኡ ተሰዊኣ ማለት እዩ ንሳ ክልተ ድማኒ ኣብ ጋሽ ተመዲበ ከለኹ ኣብ ሓይልታት ፖለቲካል ካድር መጀመርያ ምስ ተሰለፍና እዩ ፖለቲካዊ ትምህርቲ ሂቦም ድሕሪ ተዓሊም ናይ ወታደራዊ ማለት እዩ ፖለቲካዊ ትምህርቲ ወሲድና ኣብ ሓይልታት ተመዲብና ነርና ሕጂ እዚኦም ዶሽካ እዮም ዝሕዙ ናይ ፀረ ነፋሪት ሕጂ ኣብ ምንታይ እዮም እዞም ግሩፕ እዚኦም ኣብቲ ጎቦ ላዕሊ ኣብቲ ጫፍ ላዕሊ እዮም ዝነብሩ ማለት እዩ ካብ ኣይወፁን እዮም ነፈርቲ ምእንቲ ክሕልዉ ሕጂ ኣብኣ ከይደ ዕላል ለሚደ ማለት እዩ መዓት ዕላል ምስሓቅ እዮም ዘምፅኡ ጠባዮም ካልእ ነገር እዩ በቃ ኣነ ከምኡ ዓይነት ሰባት ርእ ኣይፈልጥም ከም ዝመሰለ ርህራሄን ጣዕምን ርእ ኣይፈልጥን ኣብኡ የዕልል ምስኦም ኩሉ ግዜ እንድሕር ስራሕ ወዲኤ ናብኣ ከይደ እየ ዝዕልል ማለት እዩ። ሕጂ ጸሓይ ስለ ዝኾነ ኦም ገለ መለ ስለ ዘይብሉ ብክሻ ገለ ጌሮም ንእሽተይ ነገር ትኽል ትኽል ኣቢሎም ጽላል ጌሮም እዮም ናብኡ ዋላ ምግቢ ክምገቡ ከማን ኣይወርዱን እዮም ኣብኣ ኮይኖም እዮም ዝሰርሑ ምግቦም ማለት እዩ። ሕጂ ሓደ ግዜ ውግእ እንታይ እየን ዝበሃላ እዚኤን ናይ ወተሃደራት መካይን ቢግ እ? ነፈርቲ ዋላ እንዳኖ እተን መካ እተን ዓበይቲ ትራክስ ምሽ ወርሒ ወርሒ ክስታይ ሒዘን ገለመለ ጓዓዛ እ፣ እንታይ ኢና ንብለን ነበርና ወዲ ጠፊኡኒ ከዓ ሕጅስ ግዜ ነዊሑ ኮሎኛ ኮሎኛ ወዲ ኣምፂኻዮ ኮለኛ ክኸዳ ከለዋ ዳርጋ መብዛሕትኡ ግዜ ሽዕኡ ኣብ ሎንግስታይ ሕጂ ሓደ ግዜ ክኸይድ ኣይከኣልኩን ሓሚመ ማለት እዩ እታ ናይ ዶሽካ ከዓ ትረፉ ተባሂሎም ማለት እዩ ሕጂ ንሶም ክኣልዩን እዮም ቀንዮም ዝገበሩለይ ተኣላልያ ክርሶዕ ኣይክእልን ክሳብ ሕጂ ብድሕሪኡ ናብ ካልእ ተመዲበ ማለት እዩ። ማሕበር ደቂ ኣንስትዮ ከም ካድር ምስኣን ክሰርሕ ስለ ዝሓተታ ናብኡ ተመዲበ ከይደ። ድሓር ክፍላይ ኣብ ክፍላይን ሃብተ ገርጊስን እቶም ክልተ ኣብ ንቑርደት ሓራ ኣብ ምውፃእ ተሰዊኦም ክልቲኦም ማለት እዩ። ሕጂ እንድሕር ስውኣት ተባሂሉ እዚኦም ሰለስተ ቀልጢፎም ናብ ሓንጎለይ ይመጹ ማለት እዩ ሶ ከይጠቐስኩም ክሓልፍ ኣይደልኩም ሶ ዕድል ተዝርከብሲ ስድራቤታቶም ክፋለጦም ሓደ ሪሌሽንሽፕ ክፈጥር ምስ ቤተሰብ ናይ እዚኣቶም ስም ምደለኹ ይብል ኩሉ ግዜ ማለት እዩ ባት ዋላ ሓንቲ ከምኡ ዓይነት ዕድላት ኣይተረኽብን ከምቲ ምስ ስድራ ቤትና ተፈላለና ተሪፍና ዘለና ከምኡ ክብላ ኣንኻ ብዙሓት እየ ዝዝክር ክዝክሮ ከለኹ ኸኣ ብ ሰለስተ ከፋፊለ እየ ዝዝክር ሓደ ካብ ቆልዓኻ እንከለኻ ማለት እዩ ምሳኻ መታዕቢትኻ ሓንሳእ እናተጻወትካ ካብ መታዕቢተይ ክጅምር ማለት እዩ ካብ ምሳይ ሜዳ ዝተሰለፈት ኣብ ሰላሕታ ወራር ዝተሰወአት ኣዝየ ዝፈትዋ ካብ ቆልዓ ኣትሒዘ መሓዛይ ክሳብ ገድሊ እውን ብሓንሳብ ከድና ማለት እዩ ሮማ ስዩም ትበሃል ኩሉ ግዜ ብሂወተይ ኣላ ደይርስዓ እዚኣ ኣርያም ግርማጼን ትበሃል ድሒራ ተሰሊፋ እዚኣ ከዓ በቃ ብሓንሳብ ጠሊጠለይ ዋላ ንሓ ክትት ዕለል መተጫወት ናብ ሓንሳብ ዓቢና ሳባ ጓል ባሻይ ኣስቴር ገብረ ዮሃንስ ኢትዮጵያ እዚአን ኩለን ኣብ ሓደ ከባቢ ኣብ ሓደ ገዛውቲ ዓቢና ኣብ ዝተመሳሰለ ግዜ ተሰሊፍና ኩለን ከዓ ሓሊፈን ማለት እዩ ዝበዝሓ ሻርሻ ወራር ሓንቲ ሰላሕታ ወራር ኣርያም ከዓ ኣብ ናይ ከረን ፈተነ ቅድሚ ናይ ኩነታት ናይ ፈንቅል ማለት እዩ። ካልእ ድማ ኣብ ሜዳ መተዓልምተይ ማለት እዩ። ተዓሊምካ ከምኡ ትመሓዞ እንዲኻ። ኣስቴር ዘርኣብሩኽ ትበሃል ምሳይ ተዓሊማ ተሃሪማ እውን ኣፋ ብዙሕ ግዜ ትመላለስ ነይራ። ኩሉ ግዜ ናባይ ተላግስ ምሳይ ትሓድር ገለ ብጣዕሚ ፈትዋ ክሳብ ግዜ መስዋእታ ያኻ ኣብ ሰማንያን ሓሙሽተን ናይ ባሮን ቱታ ኣዝያ ሕማቕ ዝነበረት ኩነታት ተማሪኸን ዝነበራ ክልተ ኣስቴር ዘርኣብሩኽ ትኹን እዛ ሰናይት ኣስፍሃ ትበሃል ከኣ ኣብ ክፍሊ ገንዘብ ምስ ከፈትኩ ኣባልና ነይራ ከቲታ ምስ ሰላሕታ ወራር ምስ ከደት ማለት እዩ ክልቲኤን እዚኣን ኣብ ሰማንያን ሓሙሽተን ጸላኢ ማሪኽወን ነይሩ ድሓር ዘቐተልወን ፅቡቅ ምቅርራብ ነሩና ኩሉ ግዜ ዝክረን ማለት እዩ ኣብ ክፍት ታዕሊም ሓንቲ ዝረሳዕኳ ስዕዲ ቢላል ትበሃል ነዊሕ ጉዕዞ ካብ ከበሳ ሒዝና ሕል ብሓንሳእ ልና ኣብ ሓይልታት ውን ኣብ ገለ ገለ ኩናት ንራኸብ ዝነበርና እሳ ከኣ ኣብ ሻድሻይ ወራር ተጸዊዓ ኩሉ ግዜ ዝዝክራ ኣዝየ ብጣዕሚ ዝዝክራ ብዕድመ ከኣ ዋላ ዓሰርተ ሓደ ድያ ዓሰርተ ክልተ ዓመት ንሜዳ ዝተሰለፈት ማለት እዩ ዋላ እቲ ክዳና ጌራቶ ዝመጸት ረዛ ከምቻ ፕራቴሊ ጂንስ ስረ ጻዕዳ ሰንደል ጫማ ጌራስ ካብ ክፍሊ ታዕሊም ክሳብ ናባና ናብ ክፍሊ ገንዘብ ትመጽእሲ ከምኡ ኢላ እያ መጽያ ብጣዕሚ ንእሽተይ እያ ኑርያ ሳልሕ ትበሃል እዚኣ በላሕ ፕሬተር ኔራ ክልተ ግዜ ኻዲማ ከይዳ ባዕላ ማለት ንሓይልታት ኣብ ክፍልታት ምክዳን ገድሊ ጌራ ኣይተወስቶን እያ ኔራ ኣብ መበል ሳልሳይ ተዓዊታ ከምቲ ዝደለየቶ ማለት እዩ እንዳ ሰማንያን ሓሙሽተን ክፍለ ሰራዊት ተቐቢሎማ ዋላ ክተዕብለኒ ክፍላስ ትርሓስ ትብለኒ ኣነ ተወግኤ ንክፍልታት ስለ ዝመፆ ፍታናት ግብርጌድ ኣብታናት ክሓይል እየ ድኸየድ ትብለኒ ነራ እንተቆልዓ ግደፍ እየ ዝብላ ናይ ኣጋጣሚ ኮይኑ ከዓ ክገርመኩም ኣብታ ክፍለ ሰራዊት ሰማንያን ሓሙሽተን ተመዲባ ኣብቲ ምርብራብ ናይ በዓል ጊንዳዕ ዝነበረ ኣብቲ ከባቢ ቢዘን ኣብ መወዳእታ ተሰዊኣ ማለት እዩ መጀመርያ ዝክረ ሰማእታት ክበሃል እንከሎ ኣብ ዓይነይ ትመፅእን ኡርያ ሳልሕ እያ ማለት እዩ ካልኣይቲ ሰናይት ኣስፍሃ ገሊጸያ እዚኣ ውን ከፊታ ዝኸደት ካብ ክፍሊ ገንዘብያ ገብረንጉስ ሰሕበይ ደሓይለይ ዝነበረ ማለት እዩ ብጣዕሚ ዝፈትዎ ኣብ ፈንቅል ኣባጽዕ ሰውዩ ሃይለ ኪባ መራሕ ጋንታ ኣይነበረ ካብ ህይወተይ ፍሉይ ክስታይ ዘለዎ ወዲ መሓመድ ትርሓስ ኣከለት ድሩዕ እዚኦም ኩሎም ደቂ ሓይለይ ዝነበሩ እዮም ኣብዚ ሕዶ ሶሪ ትሓዝለይ መወዳእታ ከዓ ኣሕዋት ዝክሮም ስለ ዘለኒ ሓወይ ከዓ ረዘነ ተኽላይ ዮውሃንስ ተኽላይ ካልኦት ብምሉኦም ምእንቲ ናጽነት ኤርትራ ዝተሰውኡ ዝኽሪ ኩኖም ኩሉ ግዜ ኣብ ልበይ ዘይሃስስ ምስሊ ኣለዎም ኣቀንየልና። ግን ድፈልጦም ብዙሓት ዝተሰውኡ ማለት ዓበይቲ ደቅዛውትና ዝነበሩ ኣለዉ ከም በዓል ኣማረ ዳዊት ገለ ዝበሃሉ ኣብ ቤት ማእሰርቲ ናይ ስርዓት ዝደጋጠሙን ማድረኸብኮ እሞ ኣብኡ ግቡእ ሓልዮትን ወይ ከዓ ክንክን ስኢኖም ኣብ ኣብ ውሽጢ ሼላ ዝሞተ ኤልያስ ዝበሃል ሓደ ኣምቼ ከምዛ ትዝክር ኣብ ግዜ ደርጊ ተረሺኖም ተባሂሎም ብሬድዮ ብገለ ዝሰምዖም ዝነበርኩ ወይ ኣብ ጋዜጣ ዝወጹ ዝነበሩ ዕላማታት ናይ ቃልሲ ናይ ሰውራ ኤርትራ ንምትግባር ኣብ ውሽጢ ጸላኢ ኮይኖም ዝቃለስዎ ዝነበሩ ናይ ፈዳይን ኣባላት ዝከርኑ ማለት እዩ ዋላ ስማቶም ዋላ ምስሎም ማለት እዩ ገለም ኣብ ከባቢ ገዛውትና ዝነበሩ እዮም ገሊኦም ከኣኒ ካብ ገጠራት ኣትዮም ኣብቲ ውሽጢ ስመራ ስርሒት ድፍጽሙ ገሊኦም ከኣ ተጋደልቲ ኮይኖም ውሽጢ ዝኣተው ዝፈልጦም ዋላ ቤተሰብ ዘለዎም ማለት እዩ ግን ብድምር ኩሎም እዚኣቶም ክስታ የብሎም ማለት እዩ ማለት ይመፀኒ ዝከረኒ ማለት እዩ ከምስታት እዩ ዘለኒ እቲ ናተይ ተዘክሮ ብዙሕ ኣብ ናይ ኩናት ተመክሮም ስለ ዘይብለይ ወይ ከዓ ጋጣሚ እዚ መስል ንኩሎም ቅሰኑ ሕድርኹም ድማ ክንትግብሮ ኢና ኢለ ቃለይ ከሐድስ መብጽዓ ክኣቱ ይደሊ በዚ ኣጋጣሚ እዚ ኣልጋነሽ ድማ ነዚ ዕድል እዚ ስለ ዝፈጠርክለ የቐንየለይ ብሽመይን ብሽም ምንቅስቓስ ልዑላውነት ህዝቢ ኤርትራን ከመስግነኪ ይፈቱ ማለት እዩ ንዓኽን ን ኤሪ ፕላትፎርምን thank you።
ብጣዕሚ የቀንየለይ ኣነ ውን ግዜኻ ወፊኻ ነዚ ነዚኣ ሰዓት እዚኣ ምልእቲ ዝገበርካያ። ብዛዕባ ስውኣት ክዝረብ ከሎሲ ረዚን እንዲ ከምዚ ኣብ ኩልኻ ከምዚ ክደጋገም ከሎሲ ከምዚ ስውኣት ገለ ክበሃል ከሎሲ ከምዚ ክሳይ ይመስለካ ግን ክትሓስቦ ከለካ ከቢድ ምክንያቱሲ ኣብቲ ብኣካል ትፈልጦም ኣዝማድካ ድዮም ደቂ ሓቦኻ ድዮም ደቂ ዓድኻ ድዮም ደቂ ገዛውትኻ ደቂ ትምህርትኻ ተሰዊኦም ክትብል ከለኻ ሲ እቲ ክስታ ከም ሰብ መጠን ከም ኤርትራዊ መጠን ከዓ ትፈልጦ ሰብ ብጀካ እቲ ካብ ሰባት ሰምዖ ብታሪክ ሲ ትፈልጦ ሰብ ኣብቲ ኩነታት ተሰዊኡ ክትብል ከለካ ከዓ ኩሉ ግዜ ዝመፀካ ነገር ኣሎ ሕጂ ካብዚ ኩሉ ግዜ ኣብ እምሮይ ብጀካ ካብቲ ሰብ ሰምዖ ሲ ኣብ ኣእምሮይ ደይብሲ ሙሴ ዝበሃል ዓርከይ ነይሩ ብሓንሳእ ኢና ነርና ኣብ ኣስመራ ማለት እዩ ሓምሻይ ዙርያ ክኸይድ ከሎሲ ክልቴና ክንከይድ ተባሂልና ሓምሻይ ዙርያስ ኣነ በጋጣሚ ተሪፈ እሱ ከይዱ ማለት እዩ ሕጂ እንተ ኣብዚ ናይ ዶብ ኩናት እዚ ተሰዊኡ ሕጂ መወዳእታ ክንፈላለ ከለና ኣብ ኣስመራ ሲ እሞ በቃ ከይድ ክንራኸብ ኢና ድሓን ምስ ኣበልካ እታ ዋላ ብዛዕባ ሰዋእት ክበሃል ከሎስ ዋላ እታ ተኸዲንዋ ዝነበረ ጃኬት እያ ኩሉ ግዜ ኣብ እሙረይ ትመጽእ ማለት እዩ ብጫ ጃኬት ተኸዲኑ ቻው ክንበሃል ከለና ስካዕ ሕጂ ኣብታ ቦታ ዘላ ኮይኑ ስማዕኒ ኩሉ ግዜ ሕጂ ብዛዕባ ስዋኣት ክበሃል ከሎስ ኩሉ ግዜ ክሳ ይገብረን ማለት ኩሎም ነዚ ሃገር ክትመጽእ ህይወቶም ዝኸፈሉ ሰማእታት ከኣ ኩሉ ግዜ ክንዝክሮም ኢና፣ ኩሉ ግዜ እቲ ናቶም ሓደራ ከነተግብር ክንጽዕር ኢና። እቶም ተረፍ ናይቲ መስዋእቲ ዝኾንኩም ብዕድል ብህይወት ዝኣተኹም ተጋደልቲ ከኣ በዚ ኣጋጣሚ ከመስግን እደሊ። እቲ ካልኣይ ሓርነታዊ ቃልሲ ትገብሮ ዘለኹም ከኣ ድርብ ቃልሲ ከኣ ንዓና ከም

ናብቲ ዝሓሸ ኣያ ናጽነት ዝምሕር ሞት ዓግሽዎ ናብቲ ዝሓሸ ዝምሕር ሞት መሪጽዎ ናብቲ ዝሓሸ ዝምሕር ሞት ዓግሽዎ ናብቲ ዝሓሸ ዝምሕር ሞት ዓግሽዎ ናብቲ ዝሓሸ ተላሊናዶ ዓርከይ ተላሊናዶ